ሰላም ሰላምታና በብዘለኹም ምብጻሕኩም ክቡራት ተኸታተልትና ፖሊስ ጀርመን ሎሚ ሒዝዎ ዝወጸ ሓደ ሓበሬታ ኣሎ እዚ ሓበሬታ እዚ ድማ ብዛዕባ እቲ ኣስካሕካሒ ዝኾነ ፍጻሜ ማለት እውን ክልተ ኢዳ ቆሪጾም ናብ ስፓልቲ ተደብርያ ዝተረኸበት ኤርትራዊት ሓፍትና ፖሊስ ድሕሪ ክንደይ ምርመራ ሎሚ ዕላው ዝኾነ ጽሑፍ ኣውጺኡ ኣሎ። እዚ ጽሑፍ እዚ ድማ ናይዛ ሓፍትና እዚኣ ቅትለት ናይ ብዙሓት ሰባት ምሽጥር ምዃኑ እዩ ሎሚ ተነጺሩ ዘሎ። እዚ ድማ ምስቲ ስብኣያ ተታሒዙ ከምኡ ድማ ካልእይቲ ኣፍቃሪት ነይራቶ እናተብሃለ እናተጠርጠረ ዝነበረ እንትኸውን ሎሚ ግን እዚ ሚሽጥራት እዚ ኹሉ ጎሊሁ ኣሎ። ናይዛ ሓፍትና እዚኣ ሽርሒ መቕተሊ እውን ሎሚ ተነፂሩ ኣሎ። እዚ እንታይ ይመስል ንዝብል ድማ ኣብ ሙሉእ ትሕዝቶና እነድህስሶ ንኸውን። ነዚ ቻነልና እዚ ሓደሽቲ ዝኾንኹም ሳብስክራይብ እናበልኹም ኣባላትና ላይክ ሸር እናበልኹም መደባትና ስካብ መጨረሻ ሓቢርኩምና ጽንሑ። እምበኣርከስ ፖሊስ ጀርመን ድሕሪ ክንደይ ምርመራ ሎሚ ዝሓዞም ወይ ድማ ዝጠርጠሮም ሰባት ኣለዉ እናተብሃለ እዩ። እዚ ድማ ኣብቲ ጽሑፎም ገሊጽዎም ይርከብ ማለት እዩ። እዛ ሓፍትና እዚኣ ሓደጋ ኣብ ዝበጽሐሉ ወይ ድማ እዘን ክልተ ኢዳ ተቖሪጸን ኣብ ስፓልቲ ካብ ዝርከባ ኣብቲ ግዘ ንሱ ዝጠፍኡ ኣካላት ኣለው እናተብሃለ ድሕሪ ምፅናሕ ሎሚ እንመን እዮም ተባሂሎም ግን ተፀኒዖም ተታሒዞም ኣለው። ማለት እውን እቲ ገበን ዝተፈፀመ ካብ ሰንበት ናብ ሶኑይ ዘፅብሕ እንትኸውን ኣብቲ ግዘ ንሱ ድማ ኣፍቃሪኣ እውን ዳህያ ከምዘጥፈኣ ነገር ግን ደማ ተወሰኽቲ ኣብቲ መዓስከር ዝርከብ ኣካል እውን ደሃዩ ዝተጠፈኣ ነገር ነይሩ፣ እዚ እንታይ ይመስል ንዝብል ድማ ሎሚ ፖሊስ ጀርመን ናብቲ መዓስከር ብምኻድ እዩ እዚ ሓበሬታዚ ረኺቡዎ ዘሎ። ከምዝፍለጥ ክልተ ኢድ ኣብ ስፓልቲ ምስ ተረኸባ ካብ ክልተ ኢድ ወጻኢ ካሊእ ኣካል ዝተረኸበ ነገር ኣይነበረን፣ ኣብቲ ግዘ ንሱ ደማ ንብዙሕ ዝበለ ሰዓታት ድሕሪ ፈተሻ ምንም ተወሳኺ ሓበሬታ ከምዘይረኸቡ እተን ክልተ ኢድ ግን ናብቲ ምርመራ ከም ዘምርሑ እዮም ገሊጾም ነይሮም። ድሕሪኡ ድማ ካብቲ ምርመራ ብዝተረኸበ ውጽኢት እዘን ክልተ ኤድ እዚኣ ኤርትራዊት ሓፍትና ምዃና ተረጋጊጹ ኣብ መዓስከር ቦን ዝበሃል እትነብር ምዃና እውን ተሓቢሩ እዩ። ካብዚ ብዝተወሳኺ ድማ ጓል ሰለስተ ወርሒ ሕጻን ኣብ ኣፍደገ ቤተክርስትያን ተደብርያ ተረኺባ ነይራ። እምበኣርከስ ናይዛ ደብራይ እዚኣ መኪና እውን ጽንሕ ኢሎም ረኺቦም ከም ዝነበረ ዝፍለጥ እዩ። ማለት እውን ብዙሓት ወሃብቲ ርእይቶን ከምኡ ድማ ኤርትራውያንን እዛ ህጻን እዚኣ ኣብ ትድውርየሉ እዋን ከሚራ ነይሩ ክኸውን እዩ ስለዚ ድማ ኣፍቲ ከሚራ ዘሎ ምስሊ ይነገረላ እናበሉ ድሕሪ ምጽናሕ ነገር ግን ብዝተወሰኑ ሓበሬታትን በቶም ኣፍቲ ከባቢ ዝርከቡ ነዛ ሰብ እዚኣ ዝደብረየት መኪና ስሊቨር ዝዓይነታ መኪና ምዃናን ከምኡ ድማ ናይ ለይቲ ሰዓት ሽዱሽተ እዚ ገበንዚ ከም ዝተፈጸመ እዮም ገሊጾም ዘለዉ ናይዛ ሓፍትና እዚኣ ቅትለት ወይ ድማ ክልተ ኢድ ቆሪጽሉ ዝተረኸበ ሰዓታት እውን ለይቲ እዩ እናተባህለ ድምዳመ እዮም ኣዕሪፎም ድሕሪ ምፅናሕ ነገር ግን ደማ መብዛሕቲኡ ጥርጣረ ኣብቲ ኣፍቃሪኣ እዩ ነይሩ ልክዕ እዩ እውን ደሃዩ ስለ ዘጥፈኣ ንሱ እዩ እናተባህለ ብዝተፈላለየ ወሃብቲ ርእይቶ እውን እንዳተገለፀ ከም ዝነበረ ዝፍለጥ እዩ ክቡራት ሰማዕትና እምበኣርከስ ሎሚ ፖሊስ ጀርመን ብዝገበሮ መፅናዕቲ ናብቲ መዓስከር ብምኻድ ብዙሕ ምሽጥራት እዩ ሒዙ ወፂኡ ዘሎ እዚ ድማ ሓንቲ ማለት እውን ካብታ ሞይታ ዘላ ወፃኢ ኻልኢት ኣፍቃሪት ከም ዝነበረቶ እውን ሎሚ ተረጋጊፁ ዘሎ። እታ ሰብ እዚኣ እውን ከም ኣጋጣሚ ኾይኑ ኤርትራዊት እያ። ምስኡ ፍቕሪ ጀሚራ ከም ዝነበረት ናይዛ ሓፍትና እዚኣ ህይወት ኣብ ዝጠፍኣሉ ሰዓት ግን ካብቲ መዓስከር እውን ጠፊኣ ከም ዝኸደት እዩ እንዳተሓበረ ዝርከብ። ነዚ እዩ እውን ድማ ነዛ ሰብ እዚኣ እውን ብሕጊ ክትተሓዝ ኣለዋ እናተብሃለ ነዛ ሰብ እዚኣ ተፍትሽ እውን እናተኻየደላ ዝርከብ ማለት እዩ። እምበኣርከስ ፖሊስ ድሕሪ እዚ ሓበሬታ ማለት እውን ኣብቲ መዓስከር ዝጠፈአት ሰብ ኣላ ምስ ተብሃለ እዩ ነዚ ነገራት እዚ ቀርዩ ክምርምሮ ዝኸኣለ። ድሕሪኡ ድማ እዛ ሰብ እዚኣ ነቲ ሰብሱ ተፍቅሮ ከም ዝነበረትን ምስኡ ርክብ ከም ዝነበራ እውን ተገሊጹ ዘሎ። እምበኣርከስ ካብዚ ዝተበገሰ ብዙሓት ተወለርቲ ኤርትራውያን ነበርቲ ሃገረ ጀርመን ዝኾኑ እውን ናይዛ ሓፍትና እዚኣ ኣቃታትላ ናይዛ ሰብ እዚኣ ኢድ ከም ዘለዎ ርግጠኛታት ኢና ስለዚ እዛ ሰብ እዚኣ ምስ በይተሰባ ክትታሓዝ ኣለዋ እናበሉ ሓሳቦም እንዳገለጹ እዮም ዝርከቡ ምኽንያቱ ናይዛ ሓፍትና እዚኣ ሂወት ክትቅተል ዝገበረታ እዛ ሰብ እዚኣ እያ እዚ ሰብ እዚ ማለት ውን እቲ ኣፍቃሪኣ ምስ እዚኣ ብሓደ ብምዃን እዮም ኽልቲኦም ናይዛ ሓፍትና እዚኣ ኢድ ቆሪጾሞ ዘለዉ እዛ ሰብ እዚኣ ምስ በይተሰባ ክትትሓዝ ኣለዋ እናበሉ እውን መልእኽቲ እናመሓላለፉ እዮም ዝርከቡ ማለት እዩ። ብጣዕሚ እዩ ዘገርም ክብራት ሰማዕትና ኣብ ዓድማትኻ እሞ ድማ ኣብ ስደት ኮንኻ ብጓል ዓድኻ ሽርሒ ክትቕተል ከለኻ ክንደየናይ ዝኣክል ናይ ዓለም ፍጻሜ ምዃኑ የርእየካ እዩ ስለዚ እዛ ሰብ እዚኣ ምስኡ ፍቕሪ ነይርዋ እያ ትበሃል ዘላ ምስቲ ኣፍቃሪኣ ማለት እዩ ነዚ እዩ እውን ድማ ተሻሪሖም ክልቲኦም ቀቲሎማ ዘለዉ ዝብል ድምዳሜ እውን እናተኸየደ ዝርከብ ልክዕ እዩ እውን እንድሕር ደኣ ምስኡ ርክብ ነይሩዋ እዛ ሰብ ናይዛ ሰብ እዚኣ ኣቃታትላ ወይ ድማ ቅትለት ናይዛ ሰብ እዚኣ ናይቲ ኣፍቃሪኣ ጥራሕ ክኸውን ይኽእል እዩ ሽርሒ ብዙሓት ሰባት እዩ ክኸውን ዝኽእል ማለት እዩ ክቡራት ሰማዕትና እዚ ድማ ንኹሉ ሰብ እናገረመን እናዳናገጸን ዝርከብ ጉዳይ እዩ ዘሎ ብሓፈሻ ፖሊስ ጀርመን ዝገብሮ ዘሎ ስራሕቲ ጽቡቕ እዩ እናበሉ ዝገልጹ እንትኾኑ እቶም ኣብ መዓስከር ዝርከቡን ከምኡ ድማ እቶም ኤርትራውያንን ንተወሳኺ ሓበሬታ ድማ ኩላትና ኤርትራውያን ንተሓባበር እናበሉ እውን ኣብ ማሕበራዊ ሚድያ እናተናጋገሩ እዮም ዝርከቡ ነገር ግን ኣብዚ ሓደ ዝበልዎ ነገር ኣሎ ኣብ ኤርትራውያን ዝበጽሕ ዘሎ ግፍዒ ብኤርትራውያን ምዃኑ እዩ ንሕና ተስፋ ዘቑርጸናን ዘሕርቐናን ዝበሉ እንትኾኑ ብናይ ጀርመን ሽርሒ እውን ኣብ ልዕሊ ኤርትራ ዝፍጸም ዘሎ ገበን እውን ጠጠው ክብል ኣለዎ፣ ዓርሲ ብዓርስና ዝብል ገበን እውን ጠጠው ክብል ኣለዎ፣ ከምኡ ድማ ገበን ንዝፈፀመ ኣካል እውን ቕፅዓትን ግቡእ ዝኾነ ስጉምትን ክውሰደሉ ኣለዎ እናበሉ እዮም ሓሳቦም እናቕረቡ ዝርከቡ። ፖሊስ ጀርመን ግን ድሕሪ ክንደይ ምርመራ ብዙሕ ሓበሬታታት እንዳረኸበ እዩ ዝርከብ፣ ማለት እውን ነታ ህፃን ዝደብረየት መኪና ስሊቨር ምዃና፣ እዛ ስሊቨር መኪና ድማ ስብኣያ ይሕዛ ከምዝነበረ እዩ ተፈሊጡ። ድሕሪ ክንደይ ምርመራ እዩ ውን ድማ ነዚ ስብኣያ ኣብ ፈረንሳይ ሒዝዎ ዘሎ ማለት እዩ ኩቡራት ሰማዕትና። እምበኣርከስ እዚ ሰብ እዚ ሙሉእ ልሙሉእ ንሱ ፎጺምዎ ክኸውን እዩ ተባሂሉ ውን ሙሉእ ድምደማታቱ እናሕለፈ እዩ ዝርከብ ፖሊስ እቲ ጀርመን ንተወሳኺ ሓበሬታ ግን ነቶም በይተሰባ ውን ርድኡና እናበለ እዩ ዝርከብ እዛ ሰብ እዚኣ ኣነ ሓውኺ እየ ወይ ድማ ሓፍትኺ እየ ኢሉ ዝካታተለላ ኣካል የለን እስካብዛ ዓለት እዚኣ ንበይተሰብ ደማ መጸዋዕታ እናቕረቦ ይርከቡ። እቶም ቤተሰብ ቀሪቦም ሓበሬታ ንክእክቡን ሓበሬታ ንክረኽቡን ድማ ነቶም ቤተሰብ መጸዋዕታ እናቐረቦም ዝርከብ ማለት እዩ። ክቡራት ሰማዕትና ብጣዕሚ ዘሐዝን ነገር እዩ ናይዛ ሓፍትና ዘስካሕክሕ ፍጻመ ማለት እውን ሕዚ እውን እንተኾነ እቶም ቃተልቲ ደኣ ይራኸቡ እምበር እቲ ኣካላታ ኣይተረኸበይ ዘሎ ስለዚ ድማ ኣራዊት ደኾን በሊዕዎ ይኸውን ወይስ ናብ ቃላይ ደብርዮሞ ይኾኑ እናተባህለ ብዝተፈላለየ ሰባት ውን ብዙሕ ሓሳባት እንዳ ተልዓለ እዩ ዘሎ እዚ ደማ ኣጨናቂ ዝኮነ ዛዓባ እዩ ምክንያቱ ሰብ ቀቲልካ ኣብ ስፓልቲ ምግዳፍ ማለት ሞድማ እተን ክልተ ኢድ ጥራሕ ብምቅራይ ነገር ግን እቲ ካሊእ ኣካላት ብመን እዩ ዳኣ ተወሊዑ ወይስ ናብ መን እዩ ተደውርዩ ንዝብል ናይ ብዙሓት ሰባት ሕቶ ኮይኑ ይርከብ እዚ ደማ ብጣዕሚ እናደንገፀ ዝርከብ ፍፃሜ እዩ ማለት እዩ። ብሓፈሻ ፖሊስ ጀርመን እስካብ ዝሐዚ ዝሓዞም ሓበሬታ እንታይ እዩ እንተኢልና እታ ህፃን ናብ መንግስቲ ኣረኪብዋ ከምዘሎ ነታ ህፃን ዝደብረየት መኪና እውን ኣብ ኢድ ቁፅፅር ሕጊ ውዒላ ናሌይቲ ሰዓት ሽዱሽተ እያ እውን ደማ ናብቲ ኣፍደገ ቤተክርስትያን ዝደብረይዋ ማለት እዩ እቲ ስብኣያ ዝበሃል ዘሎ እውን ኣብ ፈረንሳይ ከምዝተትሓዘ ናብ ጀርመን ድማ ኣብዚ ቀረባ መዓልቲ ከምዝመፅእ እዮም ሓቢሮም ዘለው እታ ኣፍቃሪቱ ወይ ድማ ውሽምኡ ግን ሎሚ እያ ተፈሊጣ ዘላ ናዚኣ ደሃይ እውን ኣለሹና ሓቡሩና እናበሉን ደሃይ ናታ እውን እናኣለሹ እዮም ዝርከቡ ማለት እዩ ክቡራት ሰማዕትና ምክንያቱ ናይዛ ሓፍትና እዚኣ ኣቀታትላ ናይዛ ሰብ እዚኣ ኢድ እውን ኣለዎ እናተብሃለ ስለ ዝጥርጠር ዘሎ ማለት እዩ እምበኣርከስ እስካብ መጨረሻ ሓቢርኩምና ዝፀናሕኩም ካብ ልቢ እናመስገንና ኣብ ዝቅፅል መደባትና እስካብ ንራከብ ሰላም ሰናይ ፃንሒት ይግበረልኩም።